ሓደ ኣርእስቲ ዝኮነና ሃይለ ቃል ኣልዒልና ክንመሃሃር ኢና ናይ ምስጢር በዓል ቤት ዝኮነ እግዚኣብሔር ኣምላክና ምስጢሩን ጥበቡን ይግለጸልና ሎማዓንቲ ኣርእስቲ ዝኮነና ተፈስሁ በእግዚእነ ዘልፈ ወካዕበ እብለክሙ ተፈስሁ ዝብል ሃይለ ቃል ክኸውን እዩ ብክርስቶስ ድማ ኩሉ ግዜ ደስ ይበልኩም ደጊመ እውን ደስ ይበልኩም እብለኩም ኣለኹ ሃዋርያ ቅዱስ ጳውሎስ ናብ ሰብ ፊልጵስዩስ ዝለኣኾ መልእኽቲ ምዕራፍ ኣርባዕተ ፍቕዲ ኣርባዕተ ዘሎ ሃይለ ቃል እዩ። እዚ ቃል እዚ ዝተዛረቦ እዚ ቃል እዚ ዝለኣኾ ሃዋርያ ቅዱስ ጳውሎስ እዩ። ነዚ ቃል እዚ ዝቕበሉ ዘለዉ ድማ ወይ ድማ ዝተለኣኸሎም ሰብ ድማ ሰብ ፊልጵስዩስ እዮም ማለት እዩ። ሃዋርያው ቅዱስ ጳውሎስ ካብቶም ዓሰርተ ሰለስተ መልእኽታት እዚ መልእኽቲ እዚ መበል ዓሰርተ ኣርባዕተ ክኸውን እንከሎ ካብኣቶም ፍልይ ብዝበለ ናይ ሓጎስ መልእኽቲ ወይ ድማ ናይ ደስታ መልእኽቲ ኢሎም ሊቃውንቲ ዝገልጽዎ መልእኽቲ እዩ። መልእኽቲ ፊልጵስዩስ ማለት እዩ። እምበኣር ሃዋርያ ቅዱስ ጳውሎስ ንሰብ ፊልጵስዩስ እንታይ እዩ ዝብሎም ዘሎ? ብክርስቶስ ደስ ይበልኩም እዩ። ብኻልእ ደስ ይበልኩም ኣይበለን። ንምንታይ ብክርስቶስ ደስ ይበልኩም እዩ? ንምንታይ ብክርስቶስ ደስ ይበልኩም ኢሉ እንተ ኢልና ክርስቶስ ባዕሉ ደስታ ወይ ድማ ሓጎስ ስለ ዝኾነ ማለት እዩ። ክርስቶስ ባዕሉ እንታይ ሓጎስ ስለ ዝኾነ ማለት እዩ። ኣብ ሳሌ ትስብእት ቅዱስ ገብርኤል መልኣክ ስለ ክርስቶስ መጀመርያ ክሰብኽ እንከሎ ነቶም ጓሶት ክነግሮም እንከሎ ኣብ ወንጌለ ሉቃስ ምዕራፍ ክልተ ካብ ፍቕዲ ዓሰርተ ከምዚ ይብል፣ ናሁ እዜንወክሙ ኣብየ ዜና ዘይከውን ፍስሃ ለክሙ ወለኵሉ ዓለም። እነሆ ድማ ዓብዪ ዜና ኽነግረኩም እየ፣ ኸብስረኩም እየ። እቲ ዜና ድማ፣ እቲ ብስራት ድማ ንዓኹምን ንዅሉ ዓለምን ዚኸውን ሓጐስ እዩ ይብል። ህፃን ኣብ ቤተልሔም ተወልደ። ኣብ ቤተልሔም ምስ ከድኩም ኣብ ሕቑፊ ኣዲኡ ክትረኽብዎ ኢኹም። ኣብ መንኮብ ወይ ድማ ዓባይ ዓባይ ኢዱ ድማ ብጨርቂ ገይሩ ዝተኣስረ ክትረኽቡ ኢኹም። ንሱ ድማ ንዓኹምን ንዓለም ምልኡን ዝኸውን ሓጎስ እዩ ይብል። ስለዚ ክርስቶስ ሓጎስ እዩ ማለት እዩ። ሃዋርያ ጳውሎስ እንታይ ኢሉ ካብዚ ተላዒሉ ብክርስቶስ ደስ ይበልኩም ኢሉ። እንታይ ስለ ዝኾነ ክርስቶስ ንባዕሉ ሓጎስ ስለ ዝኾነ ማለት እዩ። ኣብ መወዳእታ እውን ኣብዚ ዓለም እዚ ብክርስትና እንዳነበርና እንከለና ብክርስቶስ ተሓጒስና ብናይ ክርስቶስ ሓጎስ እንዳተመላለስና ምስ ጸናሕና ከም ኩሎም ቅዱሳን ብናይ ክርስቶስ ሓጎስ ዝተመላለስዎ ከም በዓል ሃዋርያ ቅዱስ ጳውሎስ ኣብ መወዳእታ እውን ናብ ናይ ክርስቶስ ሓጎስ ኢና ንኣቱ ማለት እዩ ወይ ቤሎ እግዚኡ ኦ ገብርሄር ወምእመን ዘበህዳጥ መእመነ ኮንከ ዲበ ብዙኅ እሰይመከ ባእ ውስተ ፍሥሓሁ ለእግዚእከ ወንጌለ ማቴዎስ ምዕራፍ ዕሥራን ሓሙሽተን ካብ ፍቕዲ ዕሥራን ሓደን ማለት እዩ። ጐይታ ድማ ንሠለስተ ሰባት መክሊት ሃቦም ወሪዶም ደይቦም ትርፊ ንኸትርፉሉ በቲ ትርፊ ንሱ ድማ ሕጉሳት ንክኾኑ መክሊት ሃቦም ይብል። ነቲ ሓደ ሓደ መክሊት ሃቦ፣ ነቲ ሓደ ክልተ መክሊት ሃቦ፣ ነቲ ሓደ ድማ ሓሙሽተ መክሊት ሃቦ። እቲ በዓል ሓሙሽተ መክሊት ካልእ ዕጽፊ ድርብ ሓሙሽተ ረብሒ መጸ። እቲ በዓል ክልተ መክሊት ድማ ካልእ ዕጽፊ ክልተ መክሊት ረብሒ መጸ። እቲ በዓል ሓደ ግን እንታይ ኮይኑ? ብመልእኽቲ ወይ ድማ በቲ መክሊት ናይ ክርስቶስ ደስ ዘይበሎ ሰብ ነታ መክሊቱ ኣብ ጉድጓድ ፍሒሩ ከም ዝቐበራ እዩ ወንጌልና ዝነግረና። ኣብ መወዳእታ ግን ነቲ በዓል ሓሙሽተን ነቲ በዓል ክልተን ናብ ሓጎስ ናይ ጎይታኹም እተዉ ክብሎም እንከሎ ኢና ንርኢ ማለት እዩ። ወንጌልና እውን ለዘቦ ይትወሃቦ ንዘለዎ ይውሰኸሉ እዩ እሞ ይብል ንዘለዎ ይውሰኸሉ እዩ ክብል እንከሎ ኣብዚ መሬት እዙይ ብክርስቶስ ተሓጒሱ ንዝነበረ ኣብ ሰማያት ድማ ዕፅፊ ድርብ ኮይኑ ሓጎስ ይወሃበ እዩ። እቲ ሓጎስ ንሱ ከዓ ናይ ክርስቶስ ሓጎስ እዩ ማለት እዩ። ማንም ድማ ሓጎሱ ካብቲ ሓጎስ ንሱ ድማ ማንም ሰብ ዝወስዶ ሓጎስ የለን ወለ ፍስሃኩምኒ ኣልቦ ዘየሃይደክሙ ንሓጎስኩም ድማ ማንም ሰብ ኣይሐድገኩምን እዩ ይብሎም ሃዋ- ንሃዋርያት ክርስቶስ ንሃዋርያት እንታይ ይብሎም ሓጎስኩም ማንም ሰብ ኣይሕጎስ- ኣይሕድገኩምን እዩ ስለዚ ናይ- ካብ ናይ ክርስቶስ ሓጎስ እ፣ ዘሕድገና ማንም ሰብ የለን ማለት እዩ ብክርስቶስ ዝተሓጎሰ ሰብ ሓጎሱ ኣይሕደጎን። ስለምንታይ? እቲ ሓጎስ ንሱ ናይ ሰብ ኣይኮነን፣ ናይ ክርስቶስ እዩ። ናይ ሰብ ሓጎስ ሙሉእ ኣይኮነን። ንጉሆ ዝሃበካ ሰብ ምሸት ክሓድገካ ክእል ንጉሆ ዘሐጎሰካ ሰብ ምሸት ምሸታ ክገብረካ ክእል ማለት ከጉየካ ይኽእል ክርስቶስ ግን ሓንሳብ እንተ የሐጒስካ ወይ ድማ ናብ ናይ ክርስቶስ ሓጎስ ሓንሳብ እንተ ኣቲኻ ወለ ፍስሃኩምኒ ኣልቦ ዘየሀይደኩም፣ ንሓጐስኩም ዘሕድገኩም የለን ይብል ማለት እዩ። ስለዚ ሃዋርያ ጳውሎስ ብክርስቶስ ተሓጐሱ ክብል እንከሎ ናይ ክርስቶስ ሓጐስ መጨረሻ ከም ምዃኑ ስለ ዝተረድአ ስለ ዝፈለጠ እዩ ማለት እዩ። ሃዋርያ ጳውሎስ ታሪክ ሃዋርያ ጳውሎስ ከም ንፈልጦ ኩላትና ክልተ ዓይነት ህይወት እዩ ፈቲኑ። ቅድሚ ክርስቶስ ዝነበረ ህይወት ነይርዎ እዩ፣ ኣብ ክርስቶስ ድማ ዝነበረ ህይወት ነይርዎ እዩ ኣለዎ እውን ማለት እዩ። ቅድሚ ክርስቶስ ናይ ኦሪት ምሁር ኮይኑ ናይ ሕጊ ፈላጥ ኮይኑ ኣብ ትሕቲ ገማልያል ተማሂሩ ንክርስቶስ እቲ ሕጊ ኦሪት ወይ ድማ እቲ ናይ ገማልያል ሕጊ ንክርስትያን ዘሳድድ ንቤተ ክርስትያን ዘሳድድ ንክርስቶስ ዘሳድድ እምበር ሓጎስ ዘውህቦ ሕጊ ኮይኑ ኣይረኸቦን። ናብ ክርስቶስ ምስ መጸ ግን ፍጹም ሕጊ ኮይኑ እዩ ረኺብዎ ማለት እዩ። ናይ ሓጎስ ሕጊ ኮይኑ እዩ ረኺብዎ ማለት እዩ። ስለዚ በዚ መልእኽቲ እዚ ብክርስቶስ ኩሉ ግዜ ደስ ይበልኩም ይብል። ብክርስቶስ ኩሉ ግዜ ደስ ይበልኩም። ስለምንታይ? ናይ ክርስቶስ ሓጎስ መጨረሻ ስለ ዘይብሉ፣ ከም ናይ ሰብ ሓጎስ ስለ ዘይኮነ፣ ከም ናይ ዓለም ሓጎስ ስለ ዘይኮነ ክርስቶስ እውን ባዕሉ ንናቱ ሰላም ወይ ድማ ንናቱ ሓጎስ መስኪርላ እዩ። ሰላምየ ኣህድግ ለክሙ ወሰላም ኣብየ እህበክሙ ኣኮ በከመ ዘይሁብ ዓለም ዘእህበክሙ ኣነ። ሰላመይ ሓድገልኩም ኣለኹ፣ ሰላም ናይ ኣቦይ እውን እህበኩም ኣለኹ። እቲ ኣነ ዝህበኩም ሰላም ግን ከምቲ ዓለም ትህበኩም ሰላም ኣይኮነን። ፍጹም ሰላም እዩ፣ ዘይውዳእ ሰላም እዩ፣ ዘይውዳእ ሓጐስ እዩ ኢሉ ኣስተምሂሩ እዩ፣ ንሃዋርያት ማለት እዩ። ንግዚኡ ንሃዋርያት ክኸውን እንከሎ፣ ንፍጻሜኡ ድማ ኣብ ትሕቲ ሃዋርያዊት ቤተ ክርስቲያን ውሉድነት ዝረኸበ ሰብ፣ ብናይ ክርስቶስ ሓጐስ ዝተመላለሰ፣ ብናይ ክርስቲያን ሓጐስ ዝተመላለሰ፣ ብናይ ሃዋርያት ህይወት ዝተመላለሰ ዝምልከቶ ሰላም እዩ ማለት እዩ። ስለዚ ናይ ክርስቶስ ሰላም ፍጹም ሰላም ምዃኑ ሃዋርያ ጳውሎስ ተረዲኡ ካብ ኣፍ ካብ ኣፍ ክርስቶስ እውን ዝተማሂሩ እዩ ማለት እዩ ካብዚ ክንጠቕሶ ዝፀናሕና ወንጌለ ዮሃንስ ምዕራፍ ዓሰርተ ኣርባዕተ ፍቕዲ ዒስራን ሸውዓተን ማለት እዩ ሰላም ናይ ክርስ- ናይ ክርስቶስ ካብ ናይ ዓለም ሰላም ፍልይ ዘብል ሰላም ምዃኑ እ፣ ብመሰረቱ ብሰላም ጀሚሩ ብሰላም ዝዛዝም እዩ ናይ ዓለም ግን ብሰላም ጀሚሩ ብሰላም ኣይዛዝምን እዩ ናይ ዓለም ግን ብሰላም ጀሚሩ ብሰላም ኣይዛዝምን እዩ። ሎሚ ኣብዚ ንነብሮ ዘለና ግዜ ዓለምና ሰላም ስኢናትሉ ዘላ ኣመንቲ ክርስትያን ሰላም ስኢኖምሉ ዘለዉ ግዜ እዩ። ክርስትና ተቐቢልና ነገር ግን ናይ ክርስቶስ ሰላም ካብ ቅድሜና ከም ሽምዓ መኺኻ ንሪኦ ዘለና ግዜ እዩ ማለት እዩ። ሰላም ስኢናሉ ዘለና ግዜ እዩ። ናይ ሰላም ወይ ድማ ናይ ሓጎስ ሓጎስ ኣብ ዝስተሳኣነሉ ግዜ ስለ ሓጎስ ከተስተምህር እንከለኻ ክብድ ይብል እዩ ብጣዕሚ እዩ ዝኸብድ ኣየናይ ሰላም እዩ ወይ ድማ ኣየናይ ሓጎስ እዩ ኩሉ ግዜ ተሓጎሱ ዝብለና ሓደ መምህር መጽእ ኢሉሲ ኩሉ ግዜ ተሓጎሱ ክብለና እንከሎስ እንታይ ሓጎስ ኣሎ እዩ ዝብል ሓሳብ ክመጸና ግዴታ እዩ ነገር ግን ነን ክንርኢ ይግባእ ንናይ ሃዋርያ ጳውሎስ ስብከት ክንርኢ ይግባእ። ሃዋርያ ጳውሎስ ነዚ ደስታ እዚ ወይ ድማ ነዚ ሓጐስ እዚ ናብ ፊልጵስዩስ ክልእኽ እንከሎ፣ ከስተምህር እንከሎ፣ መልእኽቲ ክልእኽ እንከሎ ኣብ ምንታይ ኮይኑ ልኢኽዎ ዝብል ሓሳብ ናይ ምርዳእ ተኽእሎ ክህልወና ክኽእል ኣለዎ ማለት እዩ። ሃዋርያ ጳውሎስ ኣብ ቤት ማእሰርቲ ኮይኑ እዩ ልኢኽዎ። ኣብ ቤት ማእሰርቲሲ ነዚ ትምህርቲ እዚ ንሰምዕ ዘለና ኩላትና ምእመናን ኣብ ቤት ማእሰርቲ ሰላም ኣሎ የለን? ኣብ ቤት ማእሰርቲ ሓጎስ ኣሎ? የለን። ፍሉጢት መልሲ፣ የለን እዩ። ነገር ግን ሃዋርያ ጳውሎስ ኣብ እሱር ቤት ኮይኑ ንፊልጵስዩስ ብክርስቶስ ኩሉ ግዜ ደስ ይበለኩም፣ ተሓጎሱ ክብሎም ከሎ ኢና ንርኢ ማለት እዩ። ስለዚ ካበይ እዩ ዝመጸ ኢልና ሃዋርያ ጳውሎስ ኣብ ቤት ማእሰርቲ ኮይኑ ነገር ግን ናይ ንናይ ክርስቶስ ሓጎስ ዝሰብኽ ዝነበረ እዩ ማለት እዩ። ሃዋርያ ጳውሎስ ነቲ ኣብ እግሩን ኣብ ኢዱን ተኣሲሩ ዝነበረ ሰንሰለት ኣይኮነን ዝርኢ ነይሩ። ሃዋርያ ጳውሎስ ነቲ ኣብቲ ጉድጓድ ተደርቢዎ ዝነበረ እሞ ብቁሪ ብጽልመት ብመከራ እሞ ብጥምየት ናይ ስጋ ጥምየት ንዕ ኮነን ዝርኢ ነይሩ ክንዲ እቲ ዝረኽቦ ዝነበረ መከራ ክንዱ ድማ ጸጋ ክርስቶስ ይበዝሓሉን ይዓዘሉን ስለ ዝነበረ ብክርስቶስ ኩሉ ግዜ ደስ ይበልኩም እዩ ሎሚ እውን ክርስቶስ ንዓይ ንዓኹምን ኣይገድፈናን ኣብ ዝወደቕናሉ ቦታ፣ ኣብ ዝተኣሰርናሉ ቦታ፣ ኣብ ዝጠመናሉ ቦታ፣ ኣብ ዝሰኣናሉ ቦታ፣ ምሕደራ ኣብ ዝሰኣናሉ ቦታ፣ ሰባት ካብ ዙርያና ኣብ ዝረሓቑሉ ቦታ፣ ገጾም ኣብ ዝመለሱልና ቦታ፣ ክርስቶስ ግን ኣይገድፈናን እዩ። ሎሚ ብናይ ሃዋርያ ቅዱስ ጳውሎስ ትምህርቲ ብክርስቶስ ደስ ይበልኩም እብለኩም ኣለኹ ኣሕዋተይ ማለት ክርስቶስ ኣይገድፍን ክርስቶስ ምስ ኣበሳና ምስ ሓጢኣትና ከይተጸየፈ ናብታ መንቅብ ዘይብላ ናብታ ረስሓት ዘይብላ ደሙ ዝፈሰላ ስግኡ ዝቁረሰላ ቤት እግዚኣብሔር ክንከይድ እንከለና ለዘመፃ ይሃበ እያወፅኦ ኣፋ ኢሉ ዝቕበለና ናባይ ዝመፀ ኣፍ ደገ ኣይዓፅወሉን እዩ ናብ ደገ ኣይሰጎን እየ እዩ ዝቕበለና ማለት እዩ ስለዚ ብክርስቶስ ደስ ክብለና ይግብኦ ገንዘብ ኣብ ዝረኸብናሉ ብዙሓት ሰባት ክቐርቡና ክእሉ እዮም ገዘብና ምስ ተወደእ ግን እቶም ሰባት ንሳቶም የለዉን። ጥዕና ኣብ ዝረኸብናሉ ብዙሓት ሰባት ክቐርቡና ይኽእሉ እዮም። ጥዕና ኣብ ዝሰኣንናሉ ግን እቶም ሰባት ምሳና የለዉን። ጉልበት ኣብ ዝረኸብናሉ እቶም ሰባት ክቐርቡና ይኽእሉ እዮም። ጉልበትና ኣብ ዝደኸመሉ ግን ሰባት ምሳና የለዉን። ክርስቶስ ግን ኩሉ ግዜ ምሳና ኣሎ። ስለዚ ሃዋርያ ጳውሎስ እንታይ ኢሉ? ብክርስቶስ ኩሉ ግዜ ደስ ይበልኩም ኢሉ። ደስ ይበልኩም ኢሉ ማለት እዩ። ክርስቶስ ሓንሳብ ምስ ቀረበካ ዝርሕቕ ኣምላኽ ኣይኮነን። ከምቲ ንሱ ዝደልዮ ከምቲ ንሱ ዝደልየና ዋላ እኳ እንተዘይኮና ከምቲ ንሱ ዝደልየና ንክንከውን ግን ካብ ዙርያና ርሒቑ ኣይፈልጥን እዩ ክርስቶስ ማለት እዩ። ስለዚ ከምዚ ዝገብር ኣምላኽ ኣበይ ኣሎ? ኣበይ ዝርከብ? ነዚ ክንክተሎ ግባእ። ናብ ብኡ ደስ ክብለና ይግባእ። ብዙሓት ሰባት ሓጎስ ወይ ድማ ደስታ ስኢንና ኣለና ኣብዚ ግዜ እዚ። ብምንታይ ኢና ደስታ ስኢንና ዘለና እንተ ተባሂሉ ሓጎስና ካብ ምንጪ ክርስቶስ ዘይኮነ ካብ ምንጪ እግዚኣብሔር ዘይኮነ ካብ ምንጪ ሰባት ስለ ንጽበይ ካብ ምንጪ ሰባት ስለ ንጽበይ ኣቐዲምና ከም ዝበልናዮ ድማ ክርስቶስ እውን ኣቐዲሙ ባዕሉ ከም ዝበሎ ናተይ ሰላምን ናይ ዓለም ሰላምን እፈላለ እዩ ስለዚ ናይ ሰባት ሰላም ብርግጽ ሓደ ሰብ ንሓደ ሰብ ሰላም ክህቦ ይኽእል እዩ፣ ግን ፍጹም ሰላም ኣይኮነን። ከምቲ ቅዲምና ዝበልናዮ ንግሆ ሰላም ሂብዎ ምሸት ግን ሰላሙ ክሕድጎ ይኽእል እዩ። ደቂ ሰባት ንዓና ዝህቡና ሰላም ዝህቡና ሰላም ምስ ንህቦም እዩ። ክርስቶስ ግን ንዓና ሰላም ዝህበና ሰላሙ ከሊእናዮ ከለና እዩ። ብንስሓ ህይወት ናብኡ ዘይቀረብና ከለና ብስጉኡን ደሙን ዘይተሓተምና እንከለና ግን ሰላም ህበና ሰላመይ ክበኩም እየ ንዕና ባይ ይብለና ናብኡ ክንመፅእ እንከለና ኣፍ ደጊኡ ከፊቱ ይቕበለና ማለት እዩ ንሕና ግን ንክርስቶስ ዓፂና ኣለና ነዚ እዩ ክርስቶስ ኣብ ማዕፆ ኮይነ እንኳሕኳሕ ኣለኹ ይብል እቲ ማዕፆ ልቡ ዝኸፍተለይ ግን ኣነ ናብኡ ክኣቱ እየ ኣትየ እውን ስቓ ይብልኒ እየ ምስኡ ክድረር እየ ስም ምሳይ ክድረር ይብል ማለት እዩ ማዕፆ ዓፂና እየ ከለና በጃኹም ክፈትኑ ኢሉ ዝኳሕኳሓና ሰብ ኣሎ ሎሚ? የለን። ማዕጾ ከፊትናሉ ከለና ከማን ንዓ እቶ ኢልናዮ እውን ሰላምና ዝረግጽ ሰብ እዩ ዘሎ ማለት ስለዚ ናይ ክርስቶስ ሰላም ፍጹም ሰላም ምዃኑ ሃዋርያ ጳውሎስ ተረዲኡ እዩ ማለት እዩ። ስለዚ ነዛ ናይ ክርስቶስ ሰላም ኣበይ ንርከባ? ነዛ ናይ ክርስቶስ ሰላም ኣበይ ንርከባ? ናይ ኩላትና ሓቶ ክኸውን ይግባእ ምእመናን ማለት እዩ። ናይ ክርስቶስ ሰላም ሳበይ ኢና ንረኽብ እንተ ተባሂሉ እስከ ንቅዱስ ነብየ እግዚኣብሄር ዳዊት ንልቢ ኣምላክ ዳዊት ንሕተቶ ልቢ ኣምላክ ዳዊት እንታይ ኢሉ ክምልሰልና እዩ ተፈሳይኩ እስመ ይቤሉኒ ቤተ እግዚኣብሄር ንሃውር ቤ- ናብ ቤት እግዚኣብሄር ንኺድ ምስ በሉኒ ተሓጎስኩ እብል ስለዚ ሓጎስ ናይ ክርስቶስ ኣበይ ዘሎ ኣብ ቤት እግዚኣብሄር እዩ ዘሎ ማለት እዩ ዳዊት ንጉስ እዩ ብዙሓት ሰራዊት ስለ ዘለዉኒ ተሓጎስኩ ይበለን። ሃገር ኣብ ትሕተይ ስለ ዝተገዝእት ተሓጎስኩ ይበለን። ኣብ ኣዝዩ ዘንጸባርቕ ናይ ንግስነት ወንበር ስለ ዝተሰቐልኩ ተሓጎስኩ ኣይበለን። እንታይ ደኣ እዩ ዝበለ? ናብ ቤት እግዚኣብሔር ንኺድ ምስ በሉ ግን ተሓጎስኩ እዩ። ለካ ምንጪ ሰላም ናይ እግዚኣብሔር ኣብ ቤት እግዚኣብሔር እዩ ዘሎ ምእመናን። ነዛ ሰላም እዚኣ ነዛ ሓጎስ እዚኣ ንደሊ ናብ ቤት እግዚኣብሔር ክንግስግስ ግብኣና። ጥበበኛ ሰሎሞን እውን ይብል እዩ ብዘመን ንእስነትካ ትኸደለን የእጋር እንከለዋኻ ትርእየለን የዕንቲ እንከለዋኻ ብዘመን ንእስነትካ ንእግዚኣብሔር ኣምላክካ ኣፍቅሮ ይብል ናብ ቤት እግዚኣብሔር ኪድ የእጋር ከለዋና ናብ ቤት እግዚኣብሔር ክንግስግስ ከም ዘለና የዕንቲ እንከለና ቃል እግዚኣብሄር ዝምልከት የዕንቲ ሂብና ከም ዘሎ የዕንትና ንቃል እግዚኣብሄር ዝምልከት የዕንቲ ክንገብሮ ከም ዘለና የዛ እንከለና ቃል እግዚኣብሄር ስብከት መዝሙር ማህሌት እግዚኣብሄር ቅዳሴ ናይ እግዚኣብሄር ቃል እግዚኣብሄር ንምስማዕ ድሉ ክንገብሮ ከም ዘለና ነግረና እዩ ማለት እዩ ስለዚ ኣብ ቤት እግዚኣብሄር ፍጹም ሰላም ከም ዘሎ ነቢይ እግዚኣብሄር ዳዊት ይገልጽ እዩ ማለት እዩ ከምኡ እውን ኣብ መዝሙር ሰማንያን ሰለስተን ፍቕዲ ርባዕተ ትሄይስ ኣሃቲ እለት ውስተ ኣይጻዲከ እምኣእላፍ ኣብ ደርኩ እትገደፍ ውስተ ቤተ እግዚኣብሔር እዩ ካብ ብዙሓት ካብ ኣሽሓት መዓልታት ሓንቲ መዓልቲ ኣብ ቤትካ ትሓይሽ። ኣነ ግን ኣብ ቤት እግዚኣብሄር ኣብ ቤት እግዚኣብሄር ኣገልጋሊ ኮይነ ከቢረ ንጉስ ኮይነ ክነብር ኣይበለን እትገደፍ ኣብ ቤት እግዚኣብሄር ኣገልጋሊ ኮይነ ኣብ ኣፍ ደገ እግዚኣብሄር ክድርበ መረፅኩ ይብል ካብ ኣሽሓት መዓልታት ሓንቲ መዓልቲ ኣብ ቤት እግዚኣብሄር ማለት እዩ ስለምንታይ ኣብ ቤት እግዚኣብሄር ዘሎ ሓጎስ እያ ሓጎስ እዩ ብክርስቶስ ኩሉ ግዜ ደስ ይበልኩም ክብል እንከሎ ክርስቶስ ኣበይ ኢና ንረኽቦ? ኣብ ቤት እግዚኣብሄር ኢና ንረኽቦ። ኣብ ቤተልሔም ንኺድ ክውለድ ክንርእዮ ኢና። ኣብ ቤት መቕደስ ንኺድ ናብ መስዋእቲ ከም ዝቐረበ በጊዕ ክንርእዮ ኢና። ባዕሉ መስዋእቲ ኮይኑ ክፍተት ክንርእዮ ኢና። ደሙ ክቕዳሕ ክንርእዮ ኢና ማለት እዩ። ተሰቒሉ ክንርእዮ ኢና ኣብ ቤት እግዚኣብሄር ኣብ ቅዳሴ ማለት ስለዚ ኣብ ቤት እግዚኣብሄር ፍጹም ሰላም ከም ዘሎ ልቢ ኣምላክ ዳዊት በዚ የረድኣና ማለት እዩ። ቅዱሳን ኩላቶም ብክርስቶስ ደስ እንዳበሎም እዮም ሓሊፎም። ነቢየ እግዚኣብሔር እንባቆም ኣብ ትንቢት እንባቆም ኣብ ትንቢት እንባቆም ምዕራፍ 3 ፍቅዲ 17 እንታይ ይብል? መሬት ገራዊ እኳ እኽሊ ኣዝርእቲ ተዘይሃቡ ወይን እውን ፍረ ተዘይሃበ ኣልሕምቲ ኣባግዕ እውን ካብ ቤተን እንተተዘርዋ ኣነ ግን ብእግዚኣብሔር ደስ ዝብለኒ ኣሎ በለ። ኢኹም። ተስፍኡ ኣብ ምንም ኣይገበረን። ኣብ ዝዝረእ መሬታዊ ተስፋ ኣይገበረን። ሓጎሱ ካብኦም ክረክብ እየ ኣይበለን ማለት እዩ። ሓጎሰይሲ ካብ ቤት እግዚኣብሔር እዩ። ሓጎሰይ ካብ ቤት እግዚኣብሔር እዩ። ነቢየ እግዚኣብሔር ዳዊት እውን ብዙሕ ግዜ ስለ ናይ እግዚኣብሔር ሓጎስ ይገልጽ እዩ። ኣኮኑ ወይእዜኒ ወይእዜኒ መኑ ተስፋየ ኣኮኑ እግዚኣብሔር ይብል ወይእዜኒ መኑ ተስፋየ ኣኮኑ እግዚኣብሔር ሕጅስ ተስፋይ መን እዩ እግዚኣብሔር ዶ ኣይኮነን ይብል ማለት ስለዚ ምንጪ ሓጎስ እግዚኣብሔር ምዃኑ ክርስቶስ እግዚኣብሔር ምዃኑ እውን ሃዋርያ ጳውሎስ በዚ መለክ ክርስቶስ እግዚኣብሔር ኣይኮነን ዝብሉ ሰባት ኣለዉ ስለዚ ምንጪ ሓጎሰይ ካብ እግዚኣብሔር እዩ ኢሉ ነቢይ እግዚኣብሔር ዳዊት ሃዋርያ ጳውሎስ ድማ ብክርስቶስ ደስ ይበልኩም እዩ ሪማ ኣሎ ስለዚ ክርስቶስ እግዚኣብሔር ምዃኑ በዚ መገዲ እዚ የረድኣና። ኣብ ክርስቶስ ዘሎ ሰላም ድማ ኣብ ክርስቶስ ዘሎ ሓጎስ ድማ ፍሉይ ሓጎስ ምዃኑ እግዚኣብሔር የረድኣና። ሃዋርያ ጳውሎስ የረድኣና፣ ዘማራይ ዳዊት የረድኣና፣ ነቢይ ዕንባቆም የረድኣና። ናይ ሓጎስ መሕደሪት ዝኾነት ቅድስቲ ድንግል ማርያም እስከ ንሕተታ ምእመነ ቅድስቲ ድንግል ማርያም ንሕተታ ምንጪ ሓጎስክስ ካበይ እዩ? ንበላ ባዕላ ክትምልሰልና እያ ወትትሃሰይ መንፈስየ ብኣምላክየ ወመድሃንየ በቲ ኣምላኸይን መድሓንየይን ዝኾነ ኢየሱስ ክርስቶስ መንፈሰይ ብኡ ደስ ይብላ ባህ ይብላ ኢላ ትምልሰልና ቅድስቲ ድንግል ማርያም ምንጫ ሓጎሳ ኢየሱስ ክርስቶስ እዩ ናይ ሃዋርያ ጳውሎስ ሓጎስን ናይ ሰብ ፊልጵስዩስ ሓጎስን ናትና ሓጎስን ናይ ቅድስት ድንግል ማርያም ሓጎስን ኢየሱስ ክርስቶስ እዩ ማለት እዩ። እግዚኣብሔር እዩ። በቲ መድሓኒየይን ኣምላኸይን ዝኾነ መንፈሰይ ብእኡ እዩ ደስ ዝብላ ኢላትና ቅድስት ድንግል ማርያም ክንሓታ እንከለና ማለት እዩ። መሕደሪት ናይ ሓጎስ ክንሳ ብእኡ ግን ደስ ዝብላ በዚ ቃል እዚ ብዙሓት ሰባት ዝዕንቀፉ እዮም ማለት እዩ። ንብዙሓት ሰባት ዘዕንቀፈ ቃል እዩ እዚ ቃል እዚ መድሓኒየይ ክትብል እንከላ ካብ ጥንቲ ኣቦሶ ኣድሒንዋ እዩ ጥንቲ ኣቦሶ ነይርዋ እዩ ቅድስት ድንግል ማርያም ዝብል እዩ ኖ እዚ ሃይለ ቃል እዚ ንዑ ዝውክል ኣይኮነን ነዚ ሃይለ ቃል እዚ ዝሰማምዖ ግን ወኣቀባ እምከርሰ እማ ዝብል እዩ ካብ ከርሲ ኣዲኣ እንከላ ሓለዋ እግዝእትነ ማርያም ዝተነበረት እምቅድሚ ዓለም በህሊና ኣምላክ ቅድስቲ ድንግል ማርያም ግን ኣብ ቅድሚ ዓለም ቅድሚ ዓለም ኣብ ሕልና ኣምላክ ነበረት ዝብል ቃል ዝሰማምዖ ቃል እዩ ኣብ ሕልንኡ ካብ ጥንቲ ኣብሶ ኣድሒኑ ዓቀባ ኣብ ሕልንኡ ዓቂብዋ። ኣብ ማህፀን ኣዲኣ እንከላ ዓቀባ። ንዘለኣለም ንፅህቲ ገሩ ሓለዋ። ስለዚ መድሓኒየ ክትብል እንከላ ካብቲ ናይ ዓለም ነገር ኣድሕኑ ሓልይኒ ገና ከይበፅሓኽዎ እንከለኹ ዓቂብኒ ወይ ሓልይኒ። ስለዚ መንፈሰይ ብኣምላኸይ ደስ ይብሎ ኢላ ቅድስት ድንግል ማርያም እውን ንዓይ ንዓኹም ተስተምህረና ኣላ ማለት እዩ እምበኣር ብክርስቶስ ደስ ይበልኩም ክብለና እንከሎ ሃዋርያ ጳውሎስ ካብዞም ቅዱሳን እዚኦም ተማሂሩ እዩ ህይወት እውን ኣስተምህርዎ እዩ ንዓይ ንዓኹም ከዓ ህይወት ከተስተምህረና ይግባእ ሎሚ ኣብ ሰብ ተስፋ ዝገበርና ሰባት ብዙሓት ኢና ኣብ ሰብ ተስፋ ዝገበርና ሰባት ብዙሓት ኢና ኣብዛ ዓለም እዚኣ ተስፋ ዝገበርና ሰባት ብዙሓት ኢና ናይ ሰብ ሓጎስ ግን ቀዋሚ ሓጎስ ኣይኮነን። ቀዋሚ ሓጎስ ኣይኮነን። ወዲ ሰብ ንባዕሉ ነባሪ ኣይኮነን። ዝህበካ ሓጎስ እውን ነባሪ ኣይኮነን። እግዚኣብሔር ግን ዘለዓለም ዝነብር እዩ። ሓጎሱ ድማ ዘለዓለም ዝነብር እዩ። ብክርስቶስ ኩሉ ግዜ ደስ ይበልኩም። ዝመሃረናን ዝገሰጸናን እግዚኣብሄር ክብርን ምስጋናን ንዕዑ ይኹን። እዚ መንፈሳዊ ቻነል ናብ ኩሉ ንኽባጻሕ ሼር እንዳገበርኩም ላይክ እንዳገበርኩም ነዚ ኣብዚ ቻነል እዚ ቤተሰብ ዘይኮንኩም ድማ ሳብስክራይብ ብምግባር ቤተሰብ ኩኑ። ከምዚ ዓይነት ትምህርቲ ናብ ኩሉ ንኽባጻሕ ድማ ላይክ ሼር ግበሩ። ሓድሽ ቻነል እዩ። ኩላትና ኣገልግሎትና ንዋጻእ። ወስብሃት ለእግዚኣብሄር።